ኣልገስ እሱ ከይርእየካ ኢላ ጸግ ኣቢላትኒ ከይዳ ንሱ ትብሎ ደኣ ንመን ወይለይ ኣንታ ስጋብ ሎሚ ድዩ ዘይተሰቆረካ እንታይ ደሎ እዩ ንሱ ደኣኒ ንሱ ትሽመን ድመር መን ክህሉ ደኣ ደሊኻ ሽመንዲ ንሱወ ሽመንዲ ደ እንታይ ኣለዎ እዩ ምሳዕ ኦይ ኣንታ ኣብዚ ዓዲ የለኻን ዲኻ ኣይትብጻሕካ ኢሎሞ እንዲዮም ወይ ዘመተይ ኣንታ ብደውካ ወይትካ ደኣ ዘይትብለኒ ቤትካ ወኸረው ኢልካ ደሓር ከኣ ስማዕ እስኪ ንሕና ኢና ድሕሪ ሰብ ተሪፍና እምበሪ እዛ ኩላ መዛኑናስ ሓዲጋትና እያ እምበር ሃፍቲማ በዓል ሽመንዲ እኮ ርኢኻ ሽመንዲ ሽመንዲ ቢሎማ ዝዓዲ ሓቅኻ ወ ገለን ባሊላ ወኒና ገለን ከኣ ብጀራዲን እምበእኻልን ተኸቢባ ትሓድር ኣላ በዓል ሽመንዲ ከኣ መግደፎ መሬት ብፅጋብ ኣይትስርኒ እዮም ኢሎማ ተሰርኒቖም ብሃብቲ ወረ እንታይ እዩ ትግበሩ ንሓዋሩ እንታይ ዶ ግበር እዩ
ኣታ ኣታ ኣታ እቲ ዕምሩኻ ክንደይ ነዊሕ እዩ እናዘከርናዮ እምበሪ መፂእ እኔ በሎ ወፁ ትርሓቕ ዕምሩ እባ ትሕፀር እዚሲ ከመይ ኢሉ ኢኸ ተታዕኒኑ ዝኸይድ ላም ዝወሓጠ መስል ትሪኦ ዘለኻ እዋ ኣይተሰጒድ እንድዩ ሕጂ ረአ ፍፁም ሰላም ኣይንብለናኒ ከምዛ ዘይርእየና ርጊጭና ይኸሃልፍ ወይ ንስኻ ኣይ ከምዛ ክንቲቱ እንዲ ዝሓስበና ደሎ በዓልኩም
ዋ ኣታ መዓልኩም እባ። መዓልካ
ነብስኻ እባ ኣውጺኻያ። እዋ እሂ እንታይ ተረኺቡ። እዋእ ከምዚ ተኾርቢብካያ ክትከይድ ዝጸናሕኻሲ ረጊጭና ክሓልፍ እዩ ግዲልና። ኣንታ በዓል እዚ ረጊጾምኻ እንታይ ከይተርፈካ እዩ። ታታ ከይተርፈኒ ነቲ ነገር እዮ እምበር ናይዚኦም ሰላምታ እሞ እንታይ። ዋይ ኣታ ተኾይንኩም ኣታ ወይለይ የሕዋት ደይኮና የሕዋተይ ረጊጸ ክኸይድ ደሓር ከኣ ሰላም ኮነ ይዝሄር እዩ። በዓል ስኻ ጣል ማያት እሞ እዝጋብሄር ታይ ትፈልጥዎ። ዋእ ኣንታ ወዲ ኣነስ ጠላም ንዓይስ ጠላም እሂ ውሒድካ ተኾይኑ ክውስኸካ ኣንታ ግደፍ ንዓይስ ጠላም ጠላም እወ ዋይ ዋይ እዝነይ ኣታ እዝነይ ዋይ ዋይ ዋይ ዋይ ዋይ
ኣንታ ኣታ ኣታ ክብ ከምዚ ጌርካ ተላሞ ኣብዚ ሰይጣን የውዒልኩም ንታ ሰላም በለና ኢና ዝበልናካ እምበር ከምዚ ጌርካ ተሳሃሎ ደልናካ ኢና እሞ ጉኑፍ ስርዓት ግበር እልፋይ ወያነ ትካል ምዕልቲ ውይ ዋና ሓወይ ኣንታ ደሓን ዲኻ ኣታ እንታይ ክድሕን እንታይ ደገን ይፍላይ እታ ችድ በሊ ኣታ ኣይ ግዲ ሃህ እንዲ ደኣ ኢሉ እዋ ኣይበስዕኒ እንዲ በስዕኒ እንዲሁ እስከ እስከ እስከ እስከ እስከ እም፣ እም፣ እም። ሃህ እንዲ ደኣ ኢሉ ወረታ ሓሳኽ ኩርምትኻሲ ካብ ብኣፍካስ በዚ እኳ ትረአ ዋና ሓወይ ኣንታ ክደሚ እንዲ ደኣ ጀሚሩ እዋ እፍለጠኒ እንዲ ደሎ ሕዘለይ ሕዘለይ እልፋይ የግዲ መን ደኣ ክለኮ እልፋይ ኣይትወግንን እንዶ ኩላትና እኮ ኣሕዋት ኢና ኣብ ሓዊ ውደቕ ሓውኻ ዶ ከምዚ ገይሩ ስምስመካ እዩ ኪደ ናይ ንዓና ይምራሕ ሕጂ ናበይ ናብ እንዳ ዳይና ግዲ እዝኒ እናማትካ ለኺኽካ ደኣ ናበይ ከተብል ደሊኻ እንታይ መዓት እዩ ወደይ እዚ እንታይ ዝብለዎ መኻለፍ እዩ እልፋይ ጥፍ ኣቢልዎ ኢልካሲ ስራሒ ክትኮን ኣድበኒ ንዓናይ ደኣ ምራሕ ብጠፍ ዶ እዝኒ ምኮት እዩ ኣንታ ዝግፍርሑ ኣንታ ንዓናይ ዝባን ሕጊ ጓና ንብለካ ደለና ወይለይ ንዑናይ በሉ ሕራይ ንዑናይ ችደናይ ምራሕ
ይታ ከይዱ ዶ እታ ከይዱ እዩ ከይዱ ስማዕ ጉዳይ ግርም ጌራ እንድያ ተጠጂኣ ዘላ ኣብ ትብጻሕ ከይብጻሕናያ ከኣ ፍጹም ከይንለቃ ተንዳዕ በል ጉዳይ ግርም ጌርና ክንሓናኸራ ኢና ከመይ ደኣ ገረወይና መዓር ገረወይና ጠስሚ ዳኛ በጊዕ ከይበለና ከኣ ፍጹም ከይንለቆ
ጃጂ ከሎ ስባ ዕጽፊ ንከሓሶ ክልተ ገረወይና መዓር ክልተ ገረወ ኢና ጠስሚ በጊዕ ዘይኮነ ኸኣ ጣዋ ወይ ከኣ ኣርሒ ኢና ንብሎ። ግርም ብማዕረ እኳ ንማቐል። ጆኻ ጆኻ ስማዕ በል ኣነ እስኻ ዘዘልካዮ ክደግም እየ እስኻ ከኣ ኣነ ዘዘልክዎ ኢኻ ትደግም። ኣጆኻ እዝስ ደሓን ናባይ ጥራሕ ግልእፎ ጥራሕ ንዓና። ደሓን ዲኻኸ?
ሆይ
ኣንታ እስኻ ኸኣ ደይክሓስም ኢለ እየ እምበር እንታይ ደገይርኒ እዩ ገንዘብ ሃብታማት ከምዚ ጌርካ ተዘይረኺብካ ኢና በይን ክትረኽቦ ከመይ ደ ጎራሕ ኣካ ኣይ ኣንታ ዘንጊዕና ኣንታ ቀዲምና ከይዱ ፍታ እንዳዳኛ ከላግጸልና እዩ ንኺድ ንስዓቦ እወ እወ ንኺድ ደኣ ነርክቦ
ዓንዶም ዝመጹ ሰብ ጉዳይ ደኣ የለውን ድዮም?
ክሳብ ሕጅሲ ዝመጹ የለውን ጎይታይ። በል ዘርኣብሩኽ፣ ኣቤት ጎይታይ! ኣነ ምስዞም ሽማግለታት ዓዲ ክመክር ክኸይድ እየ። ኣሸበሸብ ምድረ ወላድ ብድሕረይ ሰብ ጉዳይ ተመጹ ስምዓዮም ኢኻ። እቲ ጉዳዮም ትርንዕ ዘለ ተኾይኑ መዓልቲ ፈሊኻ ቆጸራ ሂብካ ተፋንዎም። እቲ ጉዳይ ዘይጠቅም ትርከ ምርክ ተኾይኑ ግን ሸምጊልካን ኣዳቂስካን ስደዶም። እሺ ጎይታይ ከምዘልኩሞ ክገብር እየ። እሺ ትበልካ እታ ማርያም ከይደ በል። ጸላኢኹም እኺድ ብደሓን ተመለሱ ጎይታይ።
ሃየ ኣባታ! ዝባን ሕጊ ዲኩም ከተብቅዑና ናበይ ድሕር ድሕር ትብሉ ዘድሓርሕር የብልናን ህሱይ ኮይ ሒዘ ዝመፅእ ዘለኹ እምበኣር ገና ኣይተሰወጠካን ዘሎ ተዓንዳፍ ድሓን ምሳኻ እሞ ክንረአ ኢና እሳ እስከ እሳ ድሓን ዲኹም እንታይ የምፅእኩም ፍትሒ ደሊና ኢና መፂና ጎይታይ ክዳን ኢና
ጎይታይ ብስራሕ ምኽንያት የለውን እንታዩ ጉዳይኩም ክሰምዖ እሞ ዓቕመይ ዘፍቅዶ ተኾይኑ ክዳንየኩም ልዕሊ ዓቕመይ ተኾይኑ ከኣ ቆጸራ ሂበ ከፋንወኩም እየ። ሕራይ ግርም! እምበኣር ሕዙ ምስዚ ጽጋብ ኣዚ ኣብ ከብዲ ዓዲ ምስ ተራኸብና ብሓደ ጉዳይ ሓደን ክልተን ንበሃል። ንሀልካ ኣብ ጽጋብ ተሰርኒቑ በዚ ገጅፍ ግናዕ ኢዱ ገይሩ ሸውዓት ተጋንንቲ ስጋዕ ድረኣይዎ ጉንዲ እዝኑ ለኺኽዎ እንሀልካ ከኣ ኣይርኢ ሰምዕ ልኹኽ ኢሉካ። ወይዝነይ ኣታ ኣታ ገለባታ ግበሩታ። ዋእ!
ሕጂ ይሰምዕን እዩ ዘሎ ከም ኣቢሉ ክሰምዕ ከም ዝሰምዕ ገይሩ ዶ ሰምሲምዎ እዩ ወረ እንኳዕ ኣኹልፍ ኣይበለና። እሂ ሽሞን ድዪ ሓቁ ድዩ? እወ
ምሒር ተጋኒና እምበር ጠላም ንምንታይ ይብለኒ ይብለካ ኣሎ። በዓል ሓደ እዝኒ እኮ እዩ ዓው እባ በል ዓው በል። ንምንታይ ጠላም ትብለኒ ይብለካ ኣሎ እብለካ ኣለኹ። ናይ ምንታይ ጸላም? ኣንታ ጸላም ኣይበለካን ንምንታይ ጠላም ይብለኒ ይብለካ ኣሎ። እወ ሪኢኹም ጎይታይ ኣነ ጠላም ዘልኩዎ ዓመት ገብር ክሸጣ ቅደል እሞ ኣለቅሓኒ ኣነ ድማ ዕፅፊ ገይረ ክመልሰልካ እያ ኢልኒ ኣነ ድማ ሰለስተ ማላውቲ ሂበዮ ከብቅዕ ንሱ ግና ክንዲ ድመልሰለይ ጠሊምኒ እግዚኦ ልዕሊ እዚ ዝዓቢ ጥልመት ኣሎ ዲ ጎይታይ የለን ካብ ዝዓቢ ጥልመት ዳታ ይክህሉ ወይለ ማራይ ዝባ ኮነ ኢልካ ኢኻ ጥልመይ ኮይንካ ዘለኻ ኣንታ ሓራፊትኖ እዋ ሓንሳብ እስከ

በል ፍቶ ጽላእ እንቋዕ ደኣ ኣብ ቅድሚ ሰብ ኣለቋሕኩኻ እምበር በፍንጫ ከይፈታኻ ክትመልሰን ኢኻ ኣንታ ንስኻ ግዳ ነዚ ተኹላ እዚ ካብ ተለቅሕ ንጥዑይ ሰብ ዘይተለቅሕ ኣታ ሰብ እምበር እሞ ተኹላ ተመሲልኒ እዩ ኣፍኩም ልጓም ግበርሉ ኣፍኩም ልጓም ግበርሉ ጽላጊሓት ማንታ ክዛርበኩም የሽመንዲ ክትርእዩን ኢኹም ንርኢ ገንዘብ እንዳማትካ ዘሚትካን እዝኒ እንዳማትካ በሲዕካ ተኸድካ ኸኣ ኣይተወለድናን ክትፈልጥ ሓንሳብ እስከ ሓንሳብ ማሕራይ ኣቐድም ኣቢልካ ክትዛረብ ከለኻ እዚ ኩሉ ክግበር እንከሎ እንቋዕ በይነይ ኣይነበርኩ ኢልካ ነይርካ ምስክር ኣለካ ድዩ መን እዩ ምስክርካ
ምስክር ኣለካ ድዩ መን እዩ ምስክርካ
ያ ምስክር ደለካ እዩ ናይ ምንታይ ምስጢር ኣታ ምስጢር ኣይበለካን ምስክር ሲ ኣለካ ዶ እብለካ ኣለኩ። ህእ ምስክር ዲኹም ዳልኩም እወ እወ ኣይዓወረ ኣይጸመመ ኣርእየ ጸሚመ እምበር እነሀ እንዶ እልፋይ። እወ እናረኣኹ እናሰማዕኹ ሰለስተ ላማውቲ ሂቡ። ስኒ በሊ ንስኹም ድኣ ጸሚድኩምለይ እንዲኹም ዘለኹም። ሞት ትጻመትካ።
ሞት እወ እስታ እስከ እስታ እዚ ቤት ደጊያት እኮ መሸማገሊ እምበር መቋየቑ ኣይኮነን። ሓቅኹም ጎይታይ ቁሩብ ምህር ኢልና። ጉዳይኩም መመሊሱ ይተርር ኣሎ። ልዕሊ ዓቕመይ ስለ ዝኾነ ከኣ ቆጸራ ሂበ ከፋንወኩም እየ። ግርም!
ሕዙ በሉ።
ሕጅና ጎይታይ!
ካብዛ ሎም ምዕልቲ ድሮ ስላሴ ከተፍ ትብሉ። ግርም!
ስላሴና ግበሮ። ሽዑ ጎይታይ ዘሉ ክብልኹም እዮም። ወደሓንኩም። ደሓን ሃብኩም ጎይታይ። ብሩኽ መዓልቲ። ጥዑም ከኣ ፍርዶም። ብሩኽ መዓልቲ።
እዋይ ጸለመ! እዋይ ጸለመ! ጸለመ ጸለመ ኣይትበል ጸላም ተኸደን። እዋ ተሓጓሙ ከሎ ዝተሓዝ ዝጠርጥ። ኣንታ ንስኻ ከ እንታይ ሓበጠካ? ከምኡ ኣቢልካ ዲኻ ሰምሲምካዮ ዘለኻ? እህ!
እሞ ባጅጎዶ ንዝሓሰወ በርቂ ገይሩ ፍንቅል የብሎ፣ ፋጋዕ ኣብሎ፣ ሕንቁስ ኣብሎ፣ በስማም ወልድ መንፈስ ቅዱስ፣ እዝግዮ! እዝግዮ! ዊሊ!
ጊታ እንታይ ረኺቡኩም? እንታይ እዚ ኩሉ ታዕታዕ? እዋይ እዝነይ! ኣያ ሳንቼል፣ ንሀልካ ምስዚ ጽጋባ ቁሩብ ተሰሓሒብና ኣብዚ እንዳ ዳይና ጸኒሕና። ሃየ! ካብ ማሕራይ እተለቅሖ ገንዘብ ኣክንዲ የቐኔለይ ኢሉ ዝመልስ፣ ንሀልካ ብጽጋብ ተሰርኒቑ ኒዒቕና። ብዝኸዶ ወስ እናበለ ኸይዱ። ሕጂ ኸኣ ንማሕራይ ጉንዱዝ ንለኺዑ ኣይርኢ ይሰምዕ ገይሩ ልኹኽ ኣቢልዎ እነሀልካ። በስመ ኣብ ወወልድ ወመንፈስ ቅዱስ ክሳብ ምትህርራ እስከ እንከታ እንታይ ደገዲፈለዩ ዝገደፈለይ ደይብሉ እንታይ ወሪዱኩም ኣታ ጠቂሙ ካልዳታ ክኸውን ኢሉ እሞ እንታ ሽመንዲ እንታይ ስኢነ እሞ ካብዚ ዝተለቃኹ በሉ ደሓን ድንክል ክገብረልኩም ሓደ ወስ ከይብል ጽባሕ ጊሓት ደግያት ዋዕላ ምግባሮም ዘይተርፍ እዩ። ደግያት ድማ ብፍትሒ ከም ዝዳንዩኹም ርግጸኛ እየ። ክሳብ ሽዑ ግና መን እዩ ዓማጺ መን እዩ ቁኑዕ ካብ ዓዲ ዝምስጠር ስለ ዘየለ ዝበደለ ወገን ይቕሬታ ክብል እየ ዝምሕጸነኩም። ሓደ ድማ ወስ ከይብል እግዝተኩም ኣለኹ። እዞም ደቀይ ኪዱ በሉ ኪዱ። ሽመንዲ ናዕዳ በዚ ንስኻስ ኣንታ ዓርከይ
ኣያ ሳንቺኤል ሲ ገለ ክመኽሮ እዩ ክጉርሖ እዩ እወ ኣይተዋሕጠትለይ ምስ ምኸንሲ እንታይ ግድኻ ግናይ ሰብኣዩ እምቧእ እንታይ ይበሃል እዚ ዘይሓሰብካ ይረኸብ ኣይመርገም ኣይምረቓ ኣይተንጸርጽር ኣይተንጸርጽር እንዶ ሽመንዲ። ሆይለ ከመይ ዘየንጸርጽር ኣያ ሳንሸል ኣነ ንመርዓ ክገብር ይሸባሸብ ንሶም ድማ ብዘይ ዋዕርኮ ሽመይ ከጸልሙኒ። ደሐን ደሐን ሽመንዲ መብዛሕትና ቁኑዓት ለባማትን ጻዕረኛታትን እኳ እንተኾንና ዕሽር ካባና ግን ዓያሹን ሓሳዳትን ደኣ በይ ክሰኣኑ ኩላትና ቁንዓት እንተንኸውን ደኣ ምድሪ ኣለምና ገነት እንደምኾነትን እሞ እንታይ እንታይሲ ዘይገበርኩ እንታይ ክገብር

ግርም!
ኣይትጸጎሙ ተጸጊመ ተለቂሐሉ በል። እህ! ከይመልሰሉ ድማ ከሲረ ገንዘብ ተወዲኢኒ ሕጂ ግና ኣቋጽሪኒ ገንዘቡ ሒዘሉ ክመጽእ በል። ሽዑ ኣነ ዝገብሮ ኣለኒ። እሞ ደሓርከ? ደሓር ደሓር ነይትበል ሽሞንዲ ቀንዲ ኣማኻሪ ደጊያት ምዃነይ እኮ ዘንጊዕኻ ደሓር ደኣ ዝገብሮ ኣለኒ እናበልኩኻ ድዒ መቸም ኣያ ሳንቸይ ኮንካን እምበር እዚኣሲ ከባድ እያ ደሓን ደሓን ሽሞንዲ ሰብን እዝግን ዝምስክረልካ ጭዋ ምዃንኳ እንተዘይፈልጥ ዶ ጎንኻ ምዃንኩ ውይለ ኣነ ሳንቼል ኣነ ከኣ ፍጥር ክብል ደድሕሪ ሓቂ ምኻድ እየ ዝብርሃኒ ኣብ መጻኢ ድማ እናተማኸርና ግርም ጌርና እዚ ጉዳይ ክንሪኦ ኢና ክብራ ሃበለይ ደሓን ኣምላኽ ከኣ ይሓግዝካያ ሳንቼል ንዓና ይበል ንዓና ይበል ዝወደይ ግልል ንበል

ሽመንዲ ከኣ ኣይተለቃሕኹም በሃላይ ኢኻ እሞ ሽመንዲ ኣብ ቃልካ ዶ ጸኒዕካ ኣለኻ? ኣይፋሉን ጎይታይ ኣብ መንገዲ ጸኒሑ ስለ ዝኸተረኒ ኣነ ድማ ቅሒረ እየ ኣልይለዮ ነይረ ናይ ነገር ነጋዳይ ከሲበ ከኹስቦ ኢለ ኣብ እግሩ ወዲቐ ኣለቅሓኒ ኢለዮ ንሱ ድማ ለቂሕኒ ሕጂ ግና ዝሓለፈ ጌጋ ኣክል ዕዳይ ክኸፍል እየ ጎይታይ። ግርም ንጌጋኻ ምእማንካ ጽቡቕ እዩ እሞኸ ሒዝካሉ ዶ መጺኻ ኣለኻ? ኣይፋሉ ጎይታይ።
እሂ!
ቅድሚ ሕጂ ሰለስተ ሳዕ መጽየ ስለ ዝሰኣንክዎ ናብ ካልእ መዓላ ውዒለዮ። ሕጂ ድማ ቆጸራ ሃቡ ንጎይታይ ከምጸሉ እየ። ጎይታይ ኣሽካዕልል እዩ ደሎ ይላጋጽ እዩ ደሎ ጎይታይ ዝላጋጭ እዩ ዓገብ በሉለይ። እሽታ እሽታ እስከ እቲ ዝዓበየ ነገር ሽመንዲ ምእማኑን ምንስሑን እዩ ካብ ኣመነ ከኣ ገንዘብካ ናበይ ከይከደካ ንስካ ግን ክትሰኣን ኣይግበኣካን እዩ ማሕራይ ንምንታይ ኢካ ትሰኣን ዘይሰኣነኒ ዘይሰኣነኒ ጐይታ ኣይሰኣነንን እብለኩም ኣለኹ። ኣልዕል ኣቢሉ። ማሕራይ ኩላትና ከም ንፈልጠካ ዓዲ ኣሎ እናበሉኻ በረኻ ትጸንሕ፣ በረኻ ኣሎ እናበሉኻ ከተማ ትጸንሕ ሰብ ስለ ዝኾንካ፣ ስለዚ በቲ ንዓይ ዝርድኣኒ ዘሎ ክህበካ ኢሉ እንተመጸ ይስእነካ ምህላዉ እዩ። ኣይሰኣነንን ጐይታይ ደይሰኣነኒ ከመይ ኣቢልኩም ነዚ ትኣምንዎ? መዓስ ምስ መጸ እዩ'ሞ ክስእኖ ማሕራይ? ምስቲ ንፈልጠካ ፍቐድኡ ኮለኖ ስለ ዝቐርበና ውሳኔና ክንህብ ኢና። ሽመንዲ፣ ዝተላቃሕካዮ ዕዳ ሒዝካ ኣብ መወዳእታ ናይዚ ወርሒ ኣብዚ ትቐርብ። እሺ ጎይታይ።
ማሕራይ ከኣ ለቃሕኻ ክሳብ እትረክብ ከይትሰኣን ምእንቲ ተሓይርካ ክትጸንሕ ኢኻ። ማሕዩር? ህዋ ህዋ ጎይታይ ዋ ከመይ ከመይ ድኸውን ደሎ እዚ ጉዳይ ኣነ ክንዲ ዘለቃሕኩስ ኣነ ገበነኛ ተቆፂረሲ ኣነ መሓይር ክፀንሕ ህዋ ከመይ ዝኸውን ደሎ ዋ ምርዳእ እኮ ኣብና ዘገርም እኮ እዩ ጎይታይ በዳሊ ዶ ይኮነ ንሕየር ስርዓት ስርዓት ግበር ዘራብሩኽ ኣቤት ጎይታይ ቀፍዶ ናሕለፍ ህዋ ዋ እቱም ሰባት ህዋ ህዋ ከመይ ከመይ እዚ ጉዳይ እንደ እንታይ እሞ ክንብል ኢና ነገሩ እኮ ድንግርግር ኢሉና ጎይታይ። እልፋይ ተሓዋዊሱካ ክኸውን ይኽእል እዩ፣ መፈጸምትኡ ክትርኢ ግን ዓቕሊ ዓቕሊ ከድልየካ እዩ። እንተ ሽመንዲ ግን ንስኻን ዕዳኻን ኣብ መወዳእታ ናይዚ ወርሒ'ዚ ከም ትርከብ። እሺ ጎይታይ።
ወደሓንኩም።
ደሓን ሃብኩም ጎይታይ።
ኣትና ዳነይ ተንፋስ ኢላ ድነፍስ ዘሎ። ብዛዕባ እንታይ ይኽን? እዋ ብዛዕባ ሽመንዲ ካብ ማሕራይ ተለቂሑ ጠሊምዎ ዝበሃል ዘሎ እምበር። እህም ብዛዕባኡ ዲኽን? እንድዒ ንኣዳም ጎርምዎ እዩ። ወይለከ ተኾንክ እንድኣ እቲ ምስጢር ኣለይ። ሽመንዲ እኮ ባይቶ ኣሚኑ እዩ ዝበሃል ዘሎ። ንሱስ ኣሚኑ ተባሂሉ እንተ ኣነ ግን ኣይኣመንኩን። ምውሓጥ ኣቢኒ እዩ ዘሎ ዳናይ። ኣየ ንስኽን ድሮ ከኣ እምበኣር ናይ ስጋ ኮይንክን። መን እሞ ዘይዕደ። ዘይዕደስ ዕደ እኳ ዝበሃል ቁሩብሲ ትምጥላም እዩ ፎእ። ሓዛኒ ባዳነይ እንታይ ስኢኑ እዩ እሞ ክዕደ እሞ ድማ ካብ ማሕራይ ዘይመስል። ደሓን ጽባሕ እኮ'ያ እታ ምዕልቲ ፍርዲ። ሽመንዲ ዕድኡ ድዩ ክመልስ ወይስ ኣብታ ማሕራይ ተዳጒንዋ ዘሎ እዩ ክዳጎን ጽባሕ'ያ ክትፍለጥ ኣዳነየ። ደሓን ጽባሕካ ጽባሕና ይግበራ ስላሴ ከኣ ንሓቀኛ ይርኣዩ ንዓናይ ደኣ።
መጺኹም ዶ ኩሉኹም እዎ ጎይታይ በሉ ብሩኽ መዓልቲ ግበሮ ኣሜን ኣሜን ዓስከር ኣቤት ጎይታይ ኣምጻዮ እስከ ንማሕራይ ማሕራይ ጉዳይካ ሕጽር ኣቢልካ ተዛረብ ሽኽብረት ሃበለይ ጎይታይ እዝግሄር ኣርእኹም ኣነ መሓይር ልዕሊ ወርሒ ብቁንጭንቲ ኳንን ዝተረፈኒ የብለይን ሕጂ ከዓ ሽመል ደኻን መፀ ገንዘበይን ፍታሓን ክትህቡኒ እምሕፀነኩም ኣለኹ ጎይታይ እልምን ኣለኹ ብዛዕባ እቲ ሕሰ ማሕዩር ዝተዛረብካዮ ማሕዩር ቤት ሕፅኖት ኣይኮነን መናግርትኻ ካብ ኣስመራ ከይመፀ ስኢነዮ ይብል ከይህሉ ንመመኽነይታ ዝኸውን ነቓዕ ከይንገድፍ ኢልና ኢና ቀፊድናካ ኔርና። ሕጂ ግን ሽመንዲ እንታይ ትብሎ ኣለካ? ገንዘቡ እምጺኻሉ ዶ? ጎይታይ ነዛ መዓልቲ ቆጸራ ከክብር ኢለ እየ መጽየ እምበር ገንዘብ ኣይተመላእኹን። እዋ ኣታ ዘይሰምዐ ባብ ለይኒታ። ናይ ነገር ነጋዳይ ገንዘበይ ንብረት ምስ ገዛእክዎ ምሻጥ ኣብይኒ ሒዙኒ ጎይታይ። ሕጂ ግና ተወሳኺ መዓልቲ ቁጸሩኒ እሞ ኣብታ ዝበልኩምኒ ከምጸሉ እየ። እዋ ብሕጂ ከኣ ተወሳኺ ደሊኻ? እዋይ ወይ ኣነ ቁርሱስ ወይ ኣነ ቁርሱስ ሕጂ ከኣ ጥራሕ ኢድይ መጺኡ እዋ ጎይታይ እሞ ሒዘይ መጻ ኮንካ በለ ዋ እንታይ ፍታሕ ክትገብሩለይ ፍታሕ ግበሩለይ ጎይታይ ሽመንዲ ክንደይ መዓልቲ እያ በስመ ኣብ ወልድ ፈስ ቅዱስ ሕጂ ከኣ ሰለስተ ወርሒ ብሕጂ ከኣ ሰለስተ ወርሒ እዋ ጎይታይ ዝላጋጭ እዩ ጎይታይ ዝሕጭጭ እዩ ዘሎ እዋ ኣስተውዕልሉ ጎይታይ ግደፍ ደኣ ናብርኡ ባዕሉ እዩ ዝፈልጣ ከምኡ እዩ ትበል መሓራይ ኣምጻኣሉ እምበር ተሓነቀሉ ንብለሉ ግዜ ከኣ ኣይኣኸለን። እዝጊ ዘረበኩም ጎይታይ ዘያነሲ ሲነ እምበር ፈቴ መዓስ ኮይነ ገጽ ሰብ ረመጽ እንዳኣሉ ኣንታ ማሕራይ ተጸምመኒ እንዶ ሰለስተ ወርሒ እኮ ድቅስ ኢካ ትስያ ከም ጸልካየ ኣብካ ሕዚ ስኻ ኣብካ ሕዚ ምሳኻ ዘዛርበ የብለይ ኣብ ነናካ ጨለ ዘረባ ክንደይ ከትኸለሉ እሽታ ያዕያዕ ኣይትበሉ እሞ ሕራይ ጎይታይ ካብ ፍቓድኩም ኣይወጽእን እየ የግዳ ገንዘበይ ክሳብ ዘምጻለይ ኣነ ካብዚ ማሕዩር ወጼ ኣብ ገዛይ ክጸንሕ ጉዳየይ ብደገ ኮይነ ክከታተል ኣፍቁድለይ። መን በለ?
ሰለስተ ወርሒ እኮ ናይ መወዳእታ ቆጸራ እምበር ኣብ መንጎ ገንዘብ ተረኺቡ እኮ ከምጽኣልካ እዩ። ገሽካ ተጸናሕካ ከ? ኣይገይሽን እንታይ እዮም ሲለ ክገይሽ ኣይገይሽን እየ ጎይታይ። ኣይፋሉን ኣብዚ ሳልስቲ እንታይ የጋጥም እንታይ ትፈልጥ? ቀብሪ ኣሎ መርዓ ኣሎ ካልእ እውን ኣሎ። እሞ ኣነ ኣይገየሽነ ዋላ ቀብሪ ኮነ መርዓ ኮነ ተንከስ ኢለ ካብዛ ዓደይ ኣይወጽእን እየ እጋረይ ሰበራ ከኣ ነብለኩም ኣለኹ። ግደፍ ደኣ ከምኡ ዶ ይበሃል እዩ ዘረባ ዓሻ ቀብርን መርዓን መናብርትና እዮም ከመይ ጌርካ ክተርፍ ክትገይሽ ኢኻ ኣይገይሽን እየ ኣይገይሽን እየ ዋቱም ሰባት ኣይገይሽን እየ መን በለካ ስለዚ ሽመንዲ ነስመራኻ ማሕራይ ከኣ ናብ ታማ ሓዩርካ። ዋእ ኣቱም ሰባት ትም ኢልኩም ዲኹም ትሰምዑ ኣነ ብደል ኣለኹ ተገፍዑለይ ተገፍዑለይ በጃኻትኩም። እንታይ እሞ ክንብል ኢና ነገሩ እኮ ሕንቅል ሕንቅሊት ኣይኮይንና። እዋ ዘይቲ ይጽመም ማሕራ ተጸመም ተጸመም ካብዚ ንላዕሊ ምጽማም ሞት ጥራሕ እያ ዛንቸኤል። ሬሳ እዩ ካብዚ ክወፅእ እዋ እንታይ ትበለ ስጊንጥር እዚ እሞ ይብሉኻ ኣለዉ ጎይታ እሞ እሞ ኣነ ደጊመ ሕጂ ካብ ዝሕየር ገንዘብ ፅባሕ ንጎ ሰሪሐ ደምፆ እዩ ኣነ ሂወተ እየ ፅባሕ ንጎ ዘይረኽባ ስለዚ ኣነ ነዚ ሰብ እዚ ታዕሪፍ ኣይደልየሉ ሕርካም ኣይደልየሉ ምሒረየ ኣሎ ክብለኩም ኣለኹ ምሒረየ

ሓቁ እዩ ሽመንዲ ዘይገንዘብካ ለካሚካ እዩ ብካሊ ሸነክ ድማ ንካልኦት መታለልቲ ዕድል ምሃብ እዩ ስለዚ ድሕሪ ሰለስተ ወርሒ ጥራሕ የራክበና ዓስከር ኣቤት ጎይታይ።
ኣብታ ዝነበራ ምለሶ። ዋእ በጃኹም ምሕረት ሃቡኒ ብምካኤል ዓድና ብማርያም ብኺናነ ምህረት ብባእታ ማርያም ብልደት ኣብለኩም ኣለኹ በጃኹም መሓሩኒ እስኪ መሓርኩም መሓሩኒ ኣብታ ዝነበራ ምለስዎ ከምቲ ልሙድ ኣተሓሕዛ ጌርኩም ከኣ ሓዝዎ። ዋእ
በሉ ሓንሳብ ሓንሳብ ስምዑኒ ክናዘዝ ኣታ ሓንሳብ ስምዑኒ ክናዘዝ ኣንታ እንታይ ወሪድካ ደይ ትጽመም ሰብኣይ ደይ ኮንካ ዘይትጽመም ዝነበርኩ እኮ በዓል እዩ ዝፈልጣ ሓቅኻ ንስኻ ደኣ እንታይ ዶ ኮንካ ኢኻ ኣታ በጃኹም ስምዑና ክንናዘዝ በጃኹም ስምዑና በል እስከ ሕራይ ተናዘዝ ሕራይ ትበልኩም ማርያም ጎይታይ ኣነ ሰይጣን ይሰሪርኒ ሕማቕ መዓልቲ ውዒለ ኣነን ሽመንዲ ዓርከይን ጥራይ እግርና ቀዳጢ ቢቆ ተኸዲንና ዓቢና ክንስና፣ ሽመንዲ ዘይከምከማና ጻዕራም ስለ ዝኾነ ጽዒሩ ልዕሌና ልዕለ መዛንኡ ሓዲሩ። ንሕና ከኣ ከምኡ ጽዒርና ክሓልፈልና ክንዲ ንሓስብ ብሕስድናን ብቅንእን ልብና የዕዊርና ኣነን እልፋይን ሰይጣን ኣባና ሓዲሩ ሕማቕ ሓሳባት ሓሲብና ዘይለቅሕነዮ የዒንትና ብጨው ተሓጺብና ተሟጊትናዮ። ሽመንዲ ቅድም ብጻዕሩ ሎሚ ድማ ብኣእምርኡ በሊጹና። ዘይለቃሕክዎ ተለቅሐ ኢሉ ኣላጊጹልና ስሕታን መዓልቲ ውዒልና ጎይታይ ይቕረ በሉልና ጎይታይ ናይ ብሓቂ ኣየለቃሕኻዮን ካብ ኣድሕይ ሕጂ ይኮነን ርእስኻ ሓኽፍ ሓኽፍ ሕጂኸ እንታይ ትብል ዋእ እንታይ እሞ ክብል እየ ኩሉ ድሕንኽ እዩ ካብ ቅነ ተበጊሸ ብዙሕ ነገር እየ ኣብሸ ኣይተሓዙለይ ጎይታይ ይቕረበሉለይ ከዓ ዓድና እልፋይ ብሓሶት ትምስክር ከም ዝነበርካ ግርም ጌርና ኢና ንፈልጥ እምበኣረይ ማሕራይን እልፋይን በዚ ዝፈጸምኩሞ ተግባራት ጥፍኣተኛታት ኮንኩም ተረኺብኩም ኣለኹም በዚ መሰረት ከኣ ውሳኔና ክንህብ ኢና ማሕራይ ብዝፈጸምካዮ በደል ብምጥዓስካን ንዓዲ ይቕሬታ ብምሕታትካን በቲ ዝተኣሰርካዮ እኹል ኮይኑ ክትፋኖ ኣብ ርእሲኡ ንሓደ ዓመት ዝጸንሕ ድንክል ኣብ ዝባንካ ኣቐሚጥና ኣሎና እልፋይ ከኣ ኣልዕል ኣቢልካ ብሓሶት ብምምስካርካ መቕጻዕቲ ክሳብ ዓዲ ይኣኽለካ ትብለካ ኣብ ምትካልን ሓለዋ ኣግራብን ክትዋፈር ተወሲኑ ኣሎ ወደሓንኩም ወዲኤ ኣለኹ። ክብረት ሃበለይ ጎይታይ ክብረት ሃበለይ ዓድና ሳንቸል ከዓ
እግረግረ ባህሎም እሱ ጎይታ

ተተዃዕነን ክምሕረልኪ ማይ ተረድ ክምሕረልኪ ተኽላ ዕጥቂ ተተሰከም ክምሕረልኪ ስጋ ቦይ ኢለ ሎማዓንቲ ዘይገድፈኪ ግላልግስ ፎክሽ ንሱ ተዝብልስ እምበር ኣይምደፈርካንን ነይርካ ንሱ
ንሱ ትብሎ ደኣ ንመን ገለ ተሓብኣኒ ነገር ስሉ እሞ እንታይ ደኣ በይንኻ ትዛረብ እንታይ ገረ ይዛረብ ኣለኒ እታ ጓለይ ሃይለ በዚ ሕልፍ ክትብል ከዛርባ ኢለ ትንክፍ ተልክዋ ካን ክንዳ ንብሪት ክትጥሕለን ደልያ ኣልክስ እሱ ከይርእየካ ኢላ ጸግ ኣቢላትኒ ከይዳ ንሱ ትብሎ ደኣ ንመን ወይለይ ኣንታ ስጋብ ሎሚ ድዩ ዘይተሰቆረካ እንታይ ደሎ እዩ ንሱ ደኣኒ ንሱ ትሽመን ድመር መን ክህሉ ደኣ ደሊኻ ሽመንዲ ንሱወ ሽመንዲ ዶ እንታይ ኣለዎ እዩ ምሳ ኦይ ኣንታ ኣብዚ ዓዲ የለኻ እንዲኻ ኣይትብጻሕካ ኢሎሞ እንዲዮም ወይ ዘመተ ገንዘብ ሃብታማት ከምዚ ጌርካ ተዘይረኺብካ ኢና በይን ክትረኽቦ ከመይ ድየ ጎራሕ ኣርካ ኣይ ኣንታ ዘንጊዕና ኣንታ ኣቐዲምና ከይዱ እፍታ እንዳ ዳኛ ከላግጸልና እዩ ንኺድ ንስዓቦ እወ እወ ንኺድ ደኣ ነርክቦ
ዓንዶም ዝመፁ ሰብ ጉዳይ ደኣ የለውን ድዮም ክሳብ ሕጂሲ ዝመጹ የለውን ጎይታይ? በል ዘርኣብሩኽ፣ ኣቤት ጎይታይ! ኣነ ምዞም ሽማግለታት ዓዲ ክመክር ክኸይድ እየ። ኣሸበሸብ ምድረ ወላድ ብድሕረይ ሰብ ጉዳይ ተመጹ ስምዓዮም ኢኻ። እቲ ጉዳዮም ትርንዕ ዘለ ተኾይኑ መዓልቲ ፈሊኻ ቆጸራ ሂብካ ተፋንዎም። እቲ ጉዳይ ዘይጠቅም ትርከ ምርኪ ተኾይኑ ግን ሸምጊልካን ኣዳቒስካን ስደዶም። እሺ ጎይታይ! ከምዘልኩሞ ክገብር እየ። እሺ ትበልካ እታ ማርያም ከይደ በል። ጸላኢኹም እኺድ ብደሓን ተመለሱ ጎይታይ።
መካይ ኪለና ንዓና ይምራሕ ሕጂ ናበይ ናብ እንዳ ዳና ግዲ እዝኒ እንዳማትካ ለኺኽካ ደኣ ናበይ ከተብል ደሊኻ ታይ መዓት እዩ ወደይ እዚ ታይ ዝብለዎ መኻለፍ እዩ እልፋይ ጠፋ ቢሉ ኢልካሲ ስራሕይ ክትኮና ድበኒ ንዓናይ ደኣ ምራሕ ብጠፍኦ ዝንኮት እዩ ኣንታ ዝግፍርሑ ኣንታ ንዓናይ ዝባን ሕጊ ጓና ንብለካ ዘለና ወይለይ ንዑናይ በሉ ሕራይ ንዑናይ ችደናይ ምራሕ ይታ ከይዱ ሎታ ከይዱ እዩ ከይዱ ስማዕ ጉዳይ ግርም ጌራ እንድያ ተጠጂኣ ዘላ ኣብቲ ፍፃሕ ከይብፃሕናያ ከዓ ፍፁም ከይንለቃ ትንዲ ኣበል ጉዳይ ግርም ጌርና ክንሓናኸራ ኢና ከመይ ደኣ ገረወይና መዓር ገረወይና ጠስሚ ዳኛ በጊዕ ከይበለና ከዓ ፍፁም ከይንለቆ
ጃጂ ኾሎ ስባ ዕጽፊ ንካሓሶ ክልተ ገረወይና ማዓር ክልተ ገረወይና ጠስሚ በጊዕ ዘይኮነ ካኣ ጣዕዋ ወይ ካኣ ኣርሒ ኢና ን ግርም ብማዕረ እኳ ንማቐል። ጆኻ ጆኻ ስማዕ በል ኣነ እስኻ ዘዘልካዮ ክደግም እየ እስኻ ካኣ ኣነ ዘዘልክዎ ኢኻ ትደግም። ኣይ ጆኻ እዝስ ዳሓን ናባይ ጥራሕ ክልእፎ ሃይ ጥራሕ ናዓና። ዳሓን ዲኻ ከ?
ሆይ
ኣንታ እስኻ ካኣ ደይካሓስም ኢለ እየ እምበር እንታይ ዶ ገይርነካ እዩ ታታ ከይተርፈኒ ነቲ ነገሩ እየ እምበር ናይዚኦም ሰላምታ እሞ እንታይ። ዋይ ኣታ ተኾንኩም ኣታ ወይለይ የሕዋት ዶ ኣይኮናን የሕዋተይ ረጊጸ ክኸይድ ደሓር ከኣ ሰላም ኮነ ይዝሄር እዩ ባዕልትኻ ጣልማየት እሞ እዝጋብሄር ታይ ትፈልጥዎ ዋእ ኣንታ ወዲ ኣነስ ጠላም ንዓይስ ጠላም እሂ ውሒድካ ተኾይኑ ክውስኸካ ኣንታ ግደፍ ንዓይስ ጠላም ጠላም እወ ዋይ ዋይ እዝነይ ኣታ እዝነይ ዋይ ዋይ ዋይ ዋይ ዋይ
ኣንታ ኣታ ኣትረክብ ከምዚ ጌርካ ተላሞ ኣብዚ ሰይጣን የውዒልኩም ንታ ሰላም በለና ኢና ዝበልናካ እምበር ከምዚ ጌርካ ተሳሃሎ ደልናካ ኢና እሞ ጉኑፍ ስርዓት ግበረ ልፋይ ወያነ ትካል ምዕልቲ ውይ ዋና ሓወይ ኣንታ ደሓን ዲኻ ኣታ ታይ ክድሕን እንታይ ደገን ይፍላይ እታ ችድ በሊ ኣታ ኣይ ግዲ ሃህ እንዲ ደኣ ኢሉ እዋ ኣይበስዕን እንዲ በስዕን እንዲሁ እስከ እስከ እስከ እስከ እስከ ሃህ እንዲዳ ኢሉ ወረታ ሓሳኽ ኩርምትኻሲ ካብ ብኣፍካስ በዚ እኳ ትረእ ዋዓላ ሓወይ ኣንታ ክደሚ እንዲዳ ጀሚሩ እዋእ እፍለጠኒ እንዲዶ ኣሎ ሕዘለይ ሕዘለይ እልፋይ የግዲ መን ደኣ ክለኮ እልፋይ ኣይትወግንን እንዶ ኩላትና እኮ ኣሕዋት ኢና ኣብ ሓውቶ ሓውኻ ዶ ከምዚ ገይሩ ስምስም ኣንታ ብደውካ ወይ ትከራሪት ብለኒ ሜትካ ወኸረው ኢልካ ደሓር ከኣ ስማዕ እስኪ ንሕና ኢና ድሕሪ ሰብ ተሪፍና እምበሪ እዛ ኩላ መዛኑናስ ሓዲጋትና እያ እምበር ሃፍቲማ በዓል ሽመንዲ እኮ ርኢኻ ሽመንዲ ሽመንዲ ቢሎማ እዛ ዓዲ ሓቅኻ ወ ገለን ባሊላ ወኒና ገለን ከኣ ብጀራዲን እምበእኻልን ተኸቢባ ትሓድር ኣላ በዓል ሽመንዲ ከኣ መግደፎ መሬት ብፅጋብ ኣይትስርኒ እዮም ኢሎማ ተሰርኒቖም ብሃብቲ ወረ እንታይ እዩ ትግበሩ ንሓዋሩ እንታይ ዶ ግበር እዩ
ኣታ ኣታ ኣታ እቲ ዕምሩኻ ክንደይ ነዊሕ እዩ እናዘከርናዮ እምበሪ መፂእ እኔ በሎ ወፁ ትርሓቕ ዕምሩ እባ ትሕፀር እዚሲ ከመይ ኢሉ ኢኸ ተታዕኒኑ ዝኸይድ ላም ዝወሓጠ መስል ትሪኦ ዘለኻ ዋ ኣይተሰጒድ እንድዩ ሕጂ ረአ ፍጹም ሰላም ኣይብለናን እዩ ከምዛ ዘይርእየና ርግጭና ይኸልፍ ወይ ንስኻ ኣይ ከምዛ ክንቲቱ እንዲ ዝሓስበና ደሎ በዓልኩም
ዋ ኣታ መዓልኩም እባ መዓልካ
ነብስካ እባ ኣውጺካያ እዋ እሂ እንታይ ተረኪቡ። እዋእ ከምዚ ተኾርቢብካያ ክትከይድ ዝጸናሕካሲ ረጊጭና ክሓልፍ እዩ ግዲ ኢልና።
ኣንታ በዓል እዚ ረጊጾምኻ እንታይ ከይተርፈ።